ሰላም በዛ መጽሓፍ እንድየ ዝዘናጋዕ ዘለኹ እዚ ናይ ሎሚ ፕሮግራም ነጋሪት 245 ቁርብ ክብድ ክብል ስለ ዝኽእል ነቶም ተነካእቲ ማለት እየ እቶም ካልኦት ደሓን እዩ ጸር ጸር ጸር ጸር ዝብሉ ሰባት ድሕሪ ሃይማኖት ጠቒስካ ብዛዕባ ሃይማኖት ወፈራ ትገብር ኣለኻ ዝብሉ እዚ ከኣ ካበይ ዝመጽእ መስለኩም ካብቲ ግዜ ሰውራ ብዛዕባ ሃይማኖት ምዝራብ ነውሪ እዩ ነይሩ ኣይተጽርፍና በጃኹም ንሕናስ ተመክሮ ኣለና ገለመለ ኢልና ንኮርዕ ህዝቢ ኢና ሕጅስ እዚ ኩሉ ሰውራ ኤርትራ ዋ ኢደባይዛ ጌርኩሞ ከምዘየምሃረ ሰውራ ኤርትራ ኣብዛ ከምዚኣ መስጊድ ነይራ ኣብዛ ከምዚኣ ገዳም ኣላ እንድሕር ሃይማኖት ኣይትዛረብ ይብሉኻ እንታይ ከም ትዛረብ ጠፋካ ንኣብነት ብኣምሆ ብዛዕባ ምንታይ ዝዛሪበ ነይረ ኣብዚ ናይ ሓደ ደቂቃ እኳ እዚ ሾርት ኣብኡ ከመይ ገይሩ ብዙ ከም ዝበፅሐ ይፈልጥን እዚ ዝብለኩም ዘለኹ ሰብ እንሃልኩም እዚ እዩ ግን ብዙሕ ግዜ ርእየዮ ኣለኹ እዞም ኣጋዝያን ገለመለ እዩ እዞም ፋሽስቲ ከዳዕ ጀሃዲስት ብዛዕባ ኤረትራ እንታይ ይምልከተካ ልዕሊ ሃገር ሃይማኖት መሪጽካ ብዓል ንስኻ ተትመርሑና ከምዛ ናይ ህዝቢ ፍልስጤም ግዳይ ምገበርኩምና ዝኸፍኣ ከማን ሻዕብያ ንዘልኣለም ይንገስ ሕጅስ መሓዚ ሃይማኖት ሰቢኸ ዝፈልጥ ንምንታይ ኢኻ ሃይማኖት ዝሰብኽ ነዞም ብዓል ንስኻስ ክቕይረኩም ማለት ድዩ ከመይ ጌርኩም እዚ ኩሉ ዝዛረቦስ ናይ ሃይማኖት ስብከት ጌርኩም ትቖጽርዎ ክፈልጥ እደሊ ግን ክትገልጹ ኣይትኽእሉን ኢኹም ከማን ሓሳብ የብልኩምን ጥራሕ ዘዝሰማዕኩሞ ኢኹም ትደግሙ እዚ ኣተሓሳስባ ዝሳዕረረሉ ምኽንያት ከኣ ትፈልጥዎ ኢኹም መብዛሕቶም ካብ ጽላል ህግደፍ ኢዮም ዝመጹ ይንየቱ እኳ ደኣ ንሕና ህግደፍ ኢና ህግደፍ ኢንገዝ ገለመለ ከምዚ እንዳበሉ ኢዮም ግን እቲ ዝሰብክዎ ነገር እቲ ዕላዊ ናይ ህግደፍ ኣይኮነን ከም በዓል ንስኻ እዚ ኣስመራ ሽኮር ገለ ትብል ዘለኻስ እቶ ምስኦም ዘለኻ ሰብ ንዕኦም ጾር ኢኻ ንስኻ ኣብ እስልምናስ እንታይ ክትገብር ኢየ ዘምጻካ ውሒዶምና ድዮም እቶም ከማኻ ጽሉላት ዘለዉ ኣብ መንጎ ፈለስጢንን ኣብ መንጎ እስራኤልን ዝግበር ዘሎ ውግእ ንርእዮ ኣለና። ውግእ ክትብሎ እውን ብጣዕሚ ይኸብድ እዩ። ምኽንያቱ እቶም ዝቕጥቀጡ ዘለዉ እቶም ሲቭል ቆልዓ ሰበይቲ እዮም። እቶም ዝቃለሱ ዘለዉ ውሑዳት ሰባት እዮም። እቲ ዝቕጥቀጥ ዘሎ በሽሓት ዝመውት ዘሎ እቲ ሲቭል እዩ። ወዲ ዓዲ እዩ። ዓደይ ደልየ መሬተይ ደልየ ነፃነተይ ደልየ ስለ ዝበለ እዩ። እቲ ኣተሓሳስባ ኣብ እስራኤል ነጊሱ ዘሎ ሕጂ ከኣ ናይ ጽዮናውያን ኣተሓሳስባ እዩ። ግን ኣብቲ ታሪኽ ኣብቲ ከባቢና ኣላ እንድያ እታ ጽዮን ጽዮን ጽዮን ትበሃል ብያታ ዝጸንሐት ሕጂ ዘላቶን እንታይ ምዃኑ እቲ ፍልልይ እስከ ንዑ ክገልጽ ክፍትን ብመሰረቱ እታ ጽዮን ትበሃል የሩሳሌም እያ የሩሳሌም ከኣ ንጉስ ዳዊት ኣብ ክልተ ኩርባታት ዝመስረታ ርእሰ ከተማ ናቱ እያ ነይራ ሕጂ እተን ክልተ ጎቦታት ዘለዋ ከተማ ዮርሳሌም ተባሂላ ትፍለጥ ንስኣ እያ። ካብ ሽዑታት ጀሚሩ እዚ ክሳብ ሕጂ ክበሊ ዘይከኣሎ ዘሎ እቲ ሃይማኖት ምስ ንግስነትን ምስ ስልጣንን ስለ ዝተኣሳሰር ዝነበረ እታ ቦታ እቲኣ ቅድስቲ ቦታ ተባሂላ ርእሰ ከተማ ናይ ዳዊት ስለ ዝነበረት ድሕሪኡ ኣብ ካልእ ቦታታት እውን ነፍሲ ወከፍ ከተማ ይመርጽ እዚኣ ዮርሳሌም እያ ይብል ከምዚ ማንታ ከተማ ይገብር። ንኣብነት ካብ ነዊሕ ጀሚሩ ዝፍለጥ ማርያም ጽዮን ዝበሃል ቤተ ክርስትያን ኣሎ ኣብ ኣክሱም ስለዚ እዚኣ ሃገረ ጽዮን ተባሂላ ውን ትፍለጥ እያ ኣክሱም ሕጂ እቲ ጽዮን እንታይ ማለት እዩ ነጊረኩም ኣለኹ እቲ ኣመጻጽኡ ሽዑ ንኣማእት ዓመታት ኣብቲ ናይ ሃይማኖት ይጥቀስ እንተዘይኮይኑ ኣብ ፖለቲካ ኢድ ኣይነበሮን ብዘይካ'ዞም ሰሎሞናውያን መንግስቲ ክሰብኩ ከለዉ ይጥቀሙሉ ነይሮም። ኣብዚ ናይ ማእከላይ ዘመናት ታሪኽ እንድሕር ርኢኹም የሁድ ኣብ ኤውሮፓ ብጣዕሚ ጭቁናት እዮም ነይሮም። በሻሓት እዮም ዝጠፍኡ ነይሮም ካብ ዓዲ ናብ ዓዲ እንዳሰጎጉ ካብ ቦታ ናብ ቦታ እንዳተሰጎጉ ንብረቶም እንዳተወስደ እንታደደፈሩ ብኸምኡ እዮም መጺኦም። ስለዚ ታሪኾም ናይ ስቓይ ታሪኽ እዩ። ኮይኑ ግን እቲ ዝበርትዐ ጭቆና ዝረኸቡ ኣይሁዳውያን ካብ ኤውሮፓ እዩ። ቅድሚኡ ናቡካደነጾር ካብ እስራኤል ወሲዱ ኣብ ባቢሎን ኣብጺሕዎም ነይሩ። ብሽሕን ሸሞንተ ሚእትን ተስዓን ሸውዓተን ሄርዝል ዝበሃል ሰብ ኣብ ባዝል፣ ስዊዘርላንድ፣ እዛ ናይ ጽዮናውያን ምንቅስቓስ ጀሚሩ። እቲ ስነ-ሓሳብ ናታ ከኣ ናብ ጽድቂ ኣምላኽ ከብጽሓኩም ደገለመለ ኣይነበረን። ፖለቲካዊ ኣምር እዩ ነይሩ ብሓጺሩ። ደፊሩ ዝእመነሉ የሎን እምበር እዚ ኩሉ መንግስታት ናይ ዓለም ቁሩብ ሕኽኽ እንተቢልካዮ እቲ ቲዮክራሲ እቲ ሃይማኖታዊ ኣተሓሳስባ ኩሉ ግዜ ኣሎ። እቲ ከምዚ ዓይነት ኣተሓሳስባ ከኣ ንሃይማኖት ተጠቂሙ ፖለቲካዊ ሓይሊ ንምድላብ ወይ ኣብቲ ፖለቲካዊ ዕላማ ናቱ ንምብጻሕ ዝጥቀመሉ ወፈራታት ይግበር እዩ። ብኸምኡ ብዙሕ ሰብ ጠፊኡ እዩ። ንኣብነት ኣብ ዝሓለፊ ዓሰርተ፣ ዓሰርተ ሓሙሽተ ዓመት ኣብዚ ማእከላይ ምብራቕ ብዙሕ ለውጢ ተገይሩ እዩ። ኣብቲ ሃይማኖታዊ ሸነኽ ብዙሕ ሰብ ከማዕብል፣ ሪፎርም ክገብር፣ እቲ እምነታት ዘሎስ ምስ ግዜ ክሳነ ከም ዝኽእል ንኽገብሮ ብዙሕ ጻዕርታት ተገይሩ እዩ። ሓንቲ ካብኣተን ኢማራት እያ ነይራ። ኢማራት እንታይ ዝብል ፍልስፍና ሒዞም ወጺኦም? ኣብርሃሚክ ሪሊጅንስ፣ ሃይማኖታት ደቂ እብራሃም፣ የሁድ፣ ክርስትና፣ እስልምና። እዚ ሰለስተስ ዳርጋ ፍልልይ የብሉን ኣብቲ ጂስት ናቱ፣ ኣብቲ መሰረቱ ፍልልይ የብሉን። ስለዚስ ሓደ ሃይማኖት እዩ። ከነሕብሮ ኣለና ዝብል ቁሩብ የዋህ ዝኾነ ኣተሓሳስባ ነይሩ። ግን ከቀራርብዎ ፈቲኖም። እቲ ሓሳብ ከም ዘለዎ ዝተቐበሎ ሰብ ኣሎ፣ ከም ዘለዎ ዝነጸጎ ሰብ እውን ነይሩ። ብዙሕ ምትህልላኽ ተገይሩ እዩ ብቲ ሕብረተሰባት። ኮይኑ ግን ኢማራት ንእሽተይ ዓዲ ስለ ዝኾነት፣ እቶም ደቂ ዓዲ እንታይ እዮም ሚልዮን ክልተ ሚልዮን ኣይበጽሑን እዮም፣ ስለዚ ብቐሊሉ ክቆጻጸርዎም ይኽእሉ እዮም፣ ጽጉባት እዮም፣ ርኹባት እዮም፣ ኩሎም በዚ ናይ ምዕራብ ባህልታት ዝተጸልዉ ስለ ዝኾኑ ሽግር ኣይጋጠመሎምን። ኣብቲ ካልእ እውን እንድሕር ርኢኹም እቲ ህዝቢ ውሑድ ክኸውን ከሎ ንኽትቆጻጸሮ ይቐልል እዩ። ብጣዕሚ ውሑድ ህዝቢ ዘለወን ሃገራት እየን። ኢማራት ግን መሪሻ ንቅድሚት ብዙሕ ከይዳ። እዚ ሕጂ ኣልጋ ወራሽ ናይ ስዑድያ ዘሎ መሓመድ ብን ሰልማን ንሱ ምስ መጸ ከኣ ምስዚ ናይ ኢማራት መሓመድ ብን ዛይድ ዝበሃል ጽቡቕ ዕርክነት ገይሮም ብዙሕ ይሳስይሉ ነይሮም ስራዕ ክሳብ ብሓንሳብ ኮይኖም ጆይንትሊ ዝኣተውዎ ውግእ ናይ የመን ነይሩ ካልእ ዞባዊ ኣረኣእያ ዝነበሮም ኮርዲኔት እንዳገበሩ ብሓንሳብ ይሰርሑ ነይሮም ኣብቲ ሃይማኖታዊ ሸነኽ ውን ከምኡ ይሰርሑ ነይሮም ሕጂ ግን ስዑድያ ንኢማራት ቀዲሞሞም ቅድሚት ከይዶም ኣለዉ ኣብቲ ናይ ምልውዋጥ ንምግባር። ንኣብነት ኣብ ስዑድያ ቅድም ዘይሕሰብ ዝነበረ፣ ኣነ ኣብ ዝነበርኩሉ ግዜ ክሕሰብ ዘይኮነስ ዘይሕለም ዝነበረ ነገራት እዩ ዝግበር ዘሎ። ንኣብነት ኣብ ስዑድያ እሞ ከኣ ኣብ መካ ኮንሰርት ክትገብር ብቑጽጽር ኣብቲ ሓዋሃቢ ሰለፊ ስለ ዝነበረ። ንሶም ከኣ ብጣዕሚ ዓቀብቲ እዮም፣ ኮንሰርቫቲቭ። ልክዕ ከምዚ ተዋህዶ ናይ ዓድና ዓቀብቲ ከምኡ እዮም ካልእ ሸነኻት ኣሎ ግን እቲ ቀንዲ እቲ ዝበዝሐ ክፋል ናይ ተዋህዶ ዓቃቢ እዩ እቲ ዝበዝሐ ክፋል ኣብ ስዑድያ ዘሎ ኣስላማይ ዓቃቢ ወሃቢ እዩ ባህርያቶም ስቅ ኢለ ኣይኮንኩን ዝዛረብ ዘለኹ ሓደ ዓይነት ባህርያት እዩ ዘለዎም ኣብ ንግስነትን ኣብ ስርዓት መንግስትን ዘለዎም ኣረኣእያ ፈጺሙ ክፍለ ዘይክእል እዩ። ንብሉይ ክዳን ከምዚ ናይ ሓበሻ ቤተክርስትያን ገይሩ ዝኣምነሉ የሎን። እቲ ባህልታት ዘሎ፣ እቲ ገባባት ዘሎ፣ እቲ ናይ ቤተክርስትያን ምምሕዳር ገለ ዘሎስ ብዙሕ ምስ ብሉይ ክዳን ዝተኣሳሰረ ኣሎ። ከምኡ ግን እዚ ተመሳሳልነት ኣብ መንጎ ሃይማኖታት ዘሎ እዞም ኢማራት ዝርእይዎ ኣብ ሃገርና እውን ኣሎ። ንኣብነት ኣብ እስልምና ሱራ ኣላ ሱረተ ሰመድ ትብል። ኣሰመድ እዛ ይከኣሎ ትበሃል ተም ኣስላም ኣይፈትውዋን እዮም ምኽንያቱ ይከኣሎ ኣምላኽ ጥራሕ እዩ ዝከኣሎ ኩሉ ዝከኣሎ ኣምላኽ ጥራሕ እዩ ብኹሉ ምሉእ እኹል ዝኾነ ኣምላኽ ማለት እዩ እታ ቁርኣን ዘላ ኣያ ቁል ሁወ ኣላሁ ኣሓድ ኣላሁ ሰመድ እያ ትብል እዚኣ ከኣ ሓድነት ናይ ኣምላኽ ተመልክት እያ ኣብ ተዋህዶ በስመኣብ

የብሉን እዚኣ እዮም ሒዞም ዘለዉ ኢማራት ነዚኣ እዮም ከኣ ዝጸቕጡላ ዘለዉ እቲ ሓድነት ናይቲ ሃይማኖት ብዙሕ ነገራት ኣሎ ኣብቲ ባህሊ ኣብቲ ያታ ግን እዘን እተን ቀንዲ ኣብቲ ዶክትሪናል እቲ ኣራእያ ናይ ሃይማኖት ኣብዚኣተን ዝተጠምረ እዩ ናይ ጥንቲ ስለ ዝኾነ ግን ብዙሕ ነገራት ኣሎ ኣብቲ ባህልን ኣብቲ ልምድን ምስ እዚ ዘለናዮ ግዜ ክካየድ ዘይክእል ንዕኡ ንምልዋጥ ብዙሕ ጻዕሪ እዩ ዝግበር ብዙሓት ሰባት እውን ይዋስኡሉን ይሰብኩሉን የምህሩሉን እዮም። ከም ልማድ እዞም ኣብዘን ሰለስተ ሃይማኖት ዘለዉ ኣኽረርቲ ፈጺሞም ተጻዋርነት ዝበሃል የብሎምን ካልእ ሓሳብ ኣይቅበሉን እዮም ተናትና እንተዘይኮነ ከኣ ንባዕልኻ ትፈልጥ ዓይነት ኣቡነ ኣንተንዮስ ስለምንታይ ተኣሲሮም ነይሮም? እታ ሓንቲ ቀንዲ ዘእሰረቶም ተጻዋርነት እያ። ካብቲ ቤተክርስትያን ወጺኦም ገለ ስማት ዝነበሮም ጉሩፕ ነይሮም ቁሩብ ፍልይ ኢሉ ካብቲ ናይ ተዋህዶ ቤተ ክርስቲያን እቲ ብልማድ ዝነበረ ናይ ተሃድሶ ትሰብኽ ኣለኻ ካብቲ ናይ ቤተ ክርስቲያን ወጻኢ ተባሂሎም እዮም ተኣሲሮም ኣብታ እተኣስርዋ ከኣ ሞይቶም። እሞ ኢማራት ዓረብ ኣብዚ ጉዳይ እዚ ብዙሕ እያ ትጽዕር ብዙሕ ገንዘብ ኣውጺኣ እያ ብዙሕ ትልምታት እውን ኣለዋ ተተግብሮ ኣላ ሕጂ ርኢኹም እዚኣ ኣብነት እያ እዚ ዝዛረቦ ዝጸናሕኩ ኣነ ቅኑዕ እዩ ኣይበልኩን፣ ጌጋ እዩ ኣይበልኩን፣ እቕበሎ እየ ኣይበልኩን፣ ኣይቅበሎን እየ ኣይበልኩን፣ እቲ ዘሎ እየ ዝነግረኩም ዘለኹ። ንኣብነት ኢትዮጵያውያንሲ ሽጉርቲ ከቢሩና ኢሎም ይካሰሱ ኣለዉ፣ ንኪሎ ሰማንያ ቅርሺ ገለ በጺሑ እንድሕሪ ኢለ ጽቡቕ ኩኑ ድየ ዝብል ዘለኹ ወይስ መሳኪን ድየ ዝብል ዘለኹ ወይስ ክውስኹሎም ኣለዉ፣ ከጉድሉሎም ኣለዉ ከምኡ ዝበሃል ዘረባ ኣይወጻንን። እንታይ ደኣ ከምዚ ኣሎ ይብል ኣለኹ። ዘይተባህለ ነገር ኣይትለቅቡሉ ካብ ሓንጎልኩም ኣውጽእ ኣቢልኩም ኣይትለቅቡሉ ንሰብ ከኣ ኣይትወንጅሉ ብከምኡ ጌርኩም እቲ ዝበሃል ዘሎ እንታይ ምዃኑ ፍለጥዎ። ሓደ ሰብ ክትፈልጦ ምእንቲ እዚኣን እዚኣን እያ ጉዳይ ክብለኩም ከሎ ስለምንታይ ኢኹም ትማዕትዎ? እዚ ንዓና በቲ ዝግበር ዘሎ ነገር ኣይምልከተናን እዩ። ግን እቲ መንግስቲ ደፊሩ ነዞም ኣጋዝያን ዶ ገለ ዝብሃሉ እዞም ዓሌታውያን ንዕኦም እንተዝእክበልና ጽቡቕ ኔሩ። ኢድ ክሕውሰሉ ኣለዎ ምኽንያቱ ብሽሙ ኣብ ትሕቲኡ ኮይኖም ሃለው እንዳበሉ ከለው ዋላ ሓደ ከም ትምህርቲ መሳሊ ወይ ከምዚ ተግሳጽ መሳሊ ወይ ሓበሬታ መሳሊስ ክህቡ ኣይርእዮምን እየ ምኽንያቱ ብሃይማኖት ኣይዛረብን ኢና ብልኾኑ ዋላ እቲ ሰብ ይጣፋእ ለሎ ድሕሪ እዚ ብሃይማኖት ኣየልዕልዎን እዮም እቲ ሃይማኖት ንእማሬት ግን ብዙሕ ሰብ ዓዲሙሎም እዩ ብዙሕ ሰብ እውን ይህንጠ እዩ ክኸይድ ኣብኡ እሞ በዚ ናይ ኤርትራ ቃልሲ ብዝምልከት ንእማሬት መን ከይዱ ነይሩ መስለኩም ኣብዚ ቀረባ ግዜ ዝሓለፈ ወርሒ ኣብዚ ከባቢና ሃገራት ኣዕራብ ምስ መንግስቲ ክትራኸብ ተደሊኻ ስቕ ኢልካ ኣይትራኸብን ኢኻ ኣብ ካልእ እውን የድሊ እዩ ኢንተርሎኬተር ዝበሃል ከምዚ ደላላ ኣብ መንጎ ዝመፅእ ወይ መፋለጢ ወይ ገለ የድልየካ እዩ ግን ኣብዚ ኢማራት ዓረብን ኣብዚ በዓል ስዑድያን እቲ ካልእ ኮታ ኩሉ ብከምኡ እዩ ዝከይድ ምክንያቱ ብቀቢላታት ምትእስሳር ኣሎ እቲ ህዝቢ ከኣ ከም ዝበልኩኩም ውሑድ ስለ ዝኮነ ዝምድና ኣሎ ኣብ ስራሕ ይራከቡ ቤት ትምህርቲ ይፋለጡ ዕርክነት ህልዎም ብዙሕ እዮም ዝፋለጡ ሕጂ ሓደ ካብቶም ዝፈልጡ ሰባት ተረኪብካ ብቀሊሉ ኢካ ምስ ዝኮነ ሰብ ክትተኣሳሰር ትክእል ኣብ ካልእ ሃገራት ንኣብነት መጺእካ ምስ እከለ ኣራክበኒ ከምዝን ከምዝን ክልምኖ ደልየ ኣለኩ እንድሕሪ ኢልካ ዉቑዕ ኣብ ነገር ከተእትወኒ እዚ ድኣ ጉቦ እንድዩ እዚ ገለ መለ ይብለካ እዩ ኣብኡታት ከምኡ ዓይነት ሰንሰቲቪቲ የለን ይኾርዑ እኳ ድኣ ከምኡ ክትብሎም ከለኻ እወ እዚ ድኣ እፈልጦ ወዲ ሓፍተይ እንድዩ እወ እዚ ወዲ ገለ እዩ እዚ ከምዚ ኢልካ ፍልጠቶም ክሳብ ክንድምንታይ ከቢድ ከም ምዃኑ መጃሃሪ ዉን ይገብርዎ እዮም ሓደ ሓደ ግዜ ክረኽበልካ እየ ክዛረበልካ እየ ይብሉ ክምዚ እምባሳዶራት ዋላ ዲፕሎማት ዝኾኑ ኮይኑ እዩ ዝስምዖም ብዙሓት ሰባት ኣብ ዝሓለፈ ወርሒ ኦክቶበር እምበኣር፣ ክልተ ፍሉጣት ሰባት ንኢማሬት ከይዶም ነይሮም፣ ብኸምዚ ዓይነት ርኽክብ ዝገበርዎ ሰብ ነይርዎ፣ መንጎኛ ምስ መንግስቲ ከራኽበኩም እዩ ኢሉ ዝተማባጽዓሎም፣ ንኢማሬት ከይዶም ምስ መንግስቲ ክራኸቡ እቲ ዘድልዮም ዝነበረ ነገር ነጊሮሞ፣ ዕላምኦም እንታይ እዩ ነይሩ፣ ሓገዝ ንደሊ ኣለና ካብ ኢማሬት፣ ነቲ መንግስቲ ኤርትራ ክንግልብጦ፣ ወይ ክንልውጦ ወይ ወትኤቨር ከምዚ ዓይነት ፖለቲካዊ ኣረኣእያ ነይርዎም። ነዚኣ ሒዞም ንኢማሬት ወፊሮም። ኣብ ኢማሬት ከኣ እቲ ሰብኣይ ረኺቦሞ ከምታ ዝተመባጽዓሎም ከኣ ከራኽቦም ክኢሉ። ሽዕኡ እቶም ሰበስልጣን እቲ ነገር ምስ ረኣይዎ እቲ ቅዲ እቲ ዝሕሰብ ዘሎ ገለ ምስ ረኣይዎ ኣይተበረሆምን መስለኒ ሕራይ ኣምጽኣዮም ተባሂሉ ረኺቦሞም። ምስ ረኸቦም ሽዑ እንታይ ገይሮም መስለኩም? ሓገሲቦሞ? ኖእ። ኣብ ዕስራን ኣርባዕተን ሰዓት ካብዚ ሃገርና ክትወጹ ኢሎም ሰጉጎሞም። ብጉያ ጉያ ሃታ ሃታ ነፋሪቶም ደይቦም ካከብ ዝመጹሉ ተመሊሶም። ምንጪ ናይዚ ሓበሬታ ገዳብ ኒውስ እዩ። ከምቲ ሓበሬታ ዘለና ከኣ እዞም ሰባት ምስ ዝኾነ ናይ ተቓውሞ ውድብ ወይ ፍሉጥ ዝኾነ ልሉይ ዝኾነ ምትእስሳር የብሎምን። ፍሪላንሰርስ እዮም። በይኖም ዝንቀሳቐሱ ሰባት እዮም። መዓት ኣሎ እንድዩ ናይ ከምዚ ናይ ከምዚ ዝበሃል ከምኡታት ጉጅለታት ክህልዎም ይኽእል እዩ ግን ፖለቲካዊ ውድብ ወይ ፖለቲካዊ ምንቅስቓስ ኣይፈልጠሎምን እየ ግን ናቶም ናይ ውልቆም ተበግሶ ምዃኑ እዚኣ ከስምረላ እደሊ። መነመን ምዃኖም ኣብ ዝመጽእ ግዜ ምናልባት ክገልጸልኩም ይኽእል እየ። ብእኡ እዮም ከኣ እዞም ሓላያት ጥዑያት ኣክቲቪስት ዘለዉን እዞም ደላላታት ገንዘብ ዝደልዩ ጥቕሚ ዝደልዩን ተበለጽትን ዘለዉ። ንኹሉ እዩ እዚ ዝምችኦ ከምዚታት ክርከብ ከሎ። ኩሉ ከኣ ነናቱ ነገር ክረክብ ይደሊ። ለርኒንግ ሞመንት ዝበሃል ኣሎ እንድዩ። እዞም ከምኡታት ዝገብሩ ሰባት ምስ ዝኾነ መንግስቲ ከድኩም ትራኸቡ ወላ ገለ ትገብሩስ እንታይ ኢኹም ከተቕርቡ? እዚኣ ክፈልጥ ምደሌኹ ወይ ከመይ ትሓስቡ ክፈልጥ ምደሌኹ። ምኽንያቱ ኣብ ሓደ ሃገር ኬድካ ኣነ ተቓዋማይ ናይዚ መንግስቲ እየ ነዚ መንግስቲ ከልግሶ እደሊ ኣለኹ እሞ ሓግዘኒ ክትብል ከለኻ እንታይ ከም ትገብር ዘለኻ ይርድኣካዶ? ምስቲ መንግስቲ ምትእስሳርኩም ወይ ዘለኩም ርክብ ብተኹ ኢኻ ትብሎም ዘለኻ ምስኡ በቲኾም በንጻሩ እንታይ ኢኻ ከተቕርበሎም ንስኻ እንታይ ክጥቀሙ እዮም ምኽንያቱ ዲፕሎማሲ ከምዚ ፖለቲካ ዝተኣሳሰረ እዩ እታ ሃገር እንታይ ትጥቀም ኣላ ክትመዝን እያ ምስቲ ከተውድቆ ወይ ክትቅይሮ ትደሊ ዘለኻ ሰብ ከ እንታይ ዓይነት ርክክብ ኣለዋ እሱ ኣመዛዚና ሽዑ ንዚ የርብሓኒ እዚ የርብሓኒ እዩ ዝብሉ ሓልዮምላ መስለኩም ዝሕግዙና ዋላ ገለመለ ስራሕ ስኢኖም ከምኡ የሎን እንታይ ጥቕሚ ኣለና እዮም ዝብሉ ግን ክወድቕ ምዃኑ እቲ ስርዓት ክፈልጥዎ ከለዉ ከዓ ሽዑ እባእ ተቐዳዲምና ገለ ኣዕርኹት ገለ ንፈልጦም ሰባት ኣብኡ ኣቐሚጥና ክንፀንሕ ካብ ዝብል ባዕሎም ተበግሶ ወሲዶም ሰብ መሪጾም ክሕግዙ ይኽእሉ እዮም፣ ናተይ ዝበልዎ ወይ ክቐርበኒ ይኽእል እዩ ዝበልዎ። እንተዘይኮነ ኣብዚ ሕጂ ከምዚ ዘለናዮ ኩነታት ብኢማሬት ጥራሕ እንድሕር ወሲድና ኢማሬት መዓት ብልዮናት እያ ኣብ ኢትዮጵያ ኣፍሲሳ ዘላ። ምእንቲ እቲ ኣብ ኢትዮጵያ ዋፊራቶ ዘላ ሃብታ ክትከላኸል ኣይሽንኳይ ብክልተ ሰለስተ ሰባት ንኤረትራ ከማን ክትጠልማ ትኽእል እያ። ከም ትፈልጦዎ ኢማራት ዓረብ ኣብ ኢትዮጵያ ብዙሕ ገንዘብ እያ ዋፊራ ዘላ። ነዚ ገንዘብ እዚ ክትሕሉ እንታይ ን ኤርትራ ምኽዳዕ ወላ ሓንቲ ኣይኮነን ኣይንፈልጠኩምን እና ኢላ ገጻ ክትዓጾ ወላ ሑቂኣ ክትቦም ሲ ቀሊል እዩ ንዕኡ ክት እንድሕር መሪጻ ግን ካልእ ሰብ መጺኡ ለውጢ ናይ ኢሳያስ ክኾነልኩም እየ ክብሎም ከሎስ ኣብዛ ግዜ እዚኣ እንታይ እዮም ክጥቀሙ ምክንያቱ ከምዛ ዝበልኩም ካብ ኢትዮጵያን ካብ ኤርትራን ድሕሪ መረጽ ሓዲኦም ኮይኑ እንታይ ከም ዝመርጹ ትፈልጡ ኢኹም ከምዚ ዝሰርሕ ፖለቲካ ብጥቕሚ እሞ እስኻ ኬትካ ምስ ካልእ ሰብ ኣየድልየካን እዩ እዚ ክትብሎ ከለኻ ዋእ እቲ መንግስቲ መደበር ክበኒ ይኽእል እዩ ኣብ ቀይሕ ባሕሪ ይብለካ ኖኖ ኣነ ካብኡ ዝዓቢ ክበካ እየ ክትብሎ ትኽእል ወይ ንዕኡ ነዚ ጥቕሚ እዚ ክወቅዕ ዝኽእል ይህ ኣለካ ዶ ተቕርቦ እንታይ ሒዝካ እኻ ትኸይድ ዘለኻ ወይ ፍልይ ዝበለ ፍልስፍና ወይ ጥቕሚ ናቶም ዝሕልወሎም ወይ ጥቕሚ ምስቲ ናትካ ኣሳኒኻስ ከመይ ገይሩ ኣብ ዝበለጸ ኩነታት ክበጽሕ ከም ዝኽእል ንዕኡ ክትገልጸሉ እትኽእል ፕላን እንተለካ ወይ ፕሮፖዛል እንተለካ ክሰምዑኻ ይኽእሉ እዮም። እንተዘይኮነ ግን እበኣስ ኣለኹ'ሞ ዝረዩለይ ዓይነት እያ ትመስል። ብኸምኡ ከኣ ዋላ ውልቀሰብ ከማን ኣይዘርየልካን እዩ። ንዓ እዚ ተባኢሱኒ እሞ ዝረየለይ እዋእ እንታይ እንታይ ኣፍሊጡኒ ኣነ ኣየእትወንን እዩ ዝብለካ። ሕጅስ እዚኣ እቶም ዲፕሎማት ከኣ ብጽቡቅ ገሮም ዝመልሱ እንሻኣላ ድሓን ኣብ ዝመጽእ ዘሎ ግዜ እወ ድሓን ኣድራሻኹም እወ ግደፉልና ክንድውለልኩም ከምኡ ኢሎም ብጽቡቅ እዮም ዘፋንዉ እዚ ዘረባታት እዚ ኣይብሉኻን እዮም ምኽንያቱ ሙኩራት ስለ ዝኾኑ ህግደፍ ተትኸውን እብሉኻ ከምኡ ግን እዚኦም ሙኩራት ስለ ዝኾኑ ኣብቲ ዲፕሎማሲ ብስነ ስርዓት ገሮም የፋንዉኻ ሽዑ ምስ ዘጽቀጡ እምቧእ ኣንታ ስቕ ኢለ እባ ዓጀ ጅብል ነበርኩ ትብል። እዚኣ ምፍላጥ ተድሊ እሞ እዘን ሃገራት ዝገብርኦ ገሊኡ ግሁድ እዩ ገሊኡ ከዓ ስውር እዩ ኣብኡ እስከ ክወስደኩም ከ ኣብዚ ግዜ ኮቪድ ዝነበረሉ ግዜ ሓደ ቻነል ተመስሪቱ ነይሩ ናይ ሳተላይት ኣብቲ ዩቱብ ከዓኒ ይወፅእ ነይሩ Eritrea 1961 እዩ ዝብል ሽሙ እቲ መስራቲ ወላ ኣፋፍኖት ናይ ማርኬቲንግ ከም ዘይብሉ ካብ ትሰማምያ ኢኻ ትፈልጦ ምክንያቱ እንዳ እንድዒ ዜና ኤሪትሪያ 1971 ወላ 61 ገለ መለስ ሽም ኣይኮነን ብራንድ ኣይኮነን ከምዚ ዋው ዘብለካ ወይ ኣትራክቲቭ ብራንድ ኔም ኣይኮነን Anyway ንሱ ደሓን ይጽንሓልና ናብ ካልእ ትምህርቲ ናይ ማርኬቲንግ ክብ ምስ ጀመርኩ ሽዑ ክገልጸልኩም እየ። እሞ እዚ ዝብለኩም ዘለኹ ኣብቲ ግዜ ኮቪድ እንድዩ ደዊሉለይ ሓደ ጀማል ዝብሃል ኤረትራዊ እዩ ወተሃደር ናይ ኢማራት ዝነበረ እዩ ትራፊክ ድገለ ፖሊስ ኣብ ከምኡ እዩ ዝሰርሕ ነይሩ ጥሮታ እዩ ወጺኡ ሰሚዐሉ ይፈልጥን እየ ስድርኡ ፍሉጣት እዮም እፈልጦም እየ ግን ንሱ ሰሚዐሉ ኣይፈልጥን እየ ሕጂ መጺኡ ክንቀሳቀስ ጀሚሩ ሳታላይት ገሩ ቻነል ገሩ ገለ ገሩ ንብኩሎም ዞም ቻነላት ዘለዎም ተቃውሞ ዝበሃሉ በብሓደ ረኺብዎም ደሓር ናባይ በጺሑ ደዊሉለይ እወ ኣነ ሰሚዐ እንታይ እንታይ ከም ትገብር ዘለኻ ኢለየ ግን መን ኢኻ ንስኻ ኣላልየኒ ምስ ነብስኻ ኢለዮ ኣላልዩኒ ገለ ሕራይ ኢለ እወ ስድራኻ ፈልጦም እዮም ንዓኻ ግን ሰሚዐልካ ኣይፈልጥን ኣብዚ ተቃውሞ ኢለ እዚ ኩሉ ኣነስ ዓመታት እየ ገይረ ኢለ ዋላ ሽምካስ ሰሚዐያ ኣይፈልጥን ዋላ ብ ጌጋ ዋላ ከም ገለ ኢላስ ወጺኣ ኣይትፈልጥን ኣበይ ደኣ ኔርካ እኻ ሕጂ ተሲእካዮ ሓደ ካብ ዝተዓዘብኩዎ እንታይ መስለኩም እቲ ረኣኢኡ ኣብዚ ናይ ተቃውሞ ብጣዕሚ ሕማቕ ኣረኣእያ እዩ ነይርዎ። እንታይ እዚኣቶም ዋላ እቲ ዜና ኣይክእልዎን እዮም፣ እዚ ክእልዎን እዮም፣ እዚ ክእልዎን እዮም፣ ገለመለ ገለመለ ልስ ኣናሽው ኣናሽው ኣናሽው ኣቢልዎ። ሕጂ ኣነ ምስኣቶም ዝቕጽለኒ ዘሎ እሞ ንዓይ ደኣ ከመይ ኢልካ ትድውለለይ ኣለኻ ሕጂ ኢሎ ላ ንስኻ ዶ ገለ ኢሉ ክወድሰኒ ጀሚሩ ኢለዮ ኩሉ እቲ ተቃዋማይ ዘሎ ብጻየይ ኢለዮ ስለዚ ነቶም ብጾተይ ከምዚ ገይሩ ኣናኢሱ ዝዛረብ ሰብ ኣብ ዓይኒ ጠርጠራ እዩ ዝርእዮ ስለዚ ኣይተቀረብካን ዘለኻ ኣብቲ ተቃውሞ ኣቲኻስ ክትዋሳእ ኣይተቀረብካን ዘለኻ ስለዚ ሳይኮሎጂካሊ ምቅራብ ደልየካ ገለ ኢለ ነዊሕ ኢና ኣልልና እሞ እንታይ ኢኻ ደሊኻ ካባይ ይብሎ ኣለኹስ እቲ ናይ ነጋሪት ዘሎስ ኣብቲ ሳታላይት ከነውጽኦ ዳሕራይ ከኣ ገለ ከምዚታት ኢሉኒ ኣብ ሽዕኡ ምስ ረድኢ መሓሪ ኣለና ቲቪ ምስኡ ርኽክብ ጀሚሩ ነይሩ ብሓንሳብ ሰርሑ ነይሩ ኣብ ሳታላይት ገለ ገይሩሉ ዝነበረ ርድኢይ ግዜ እዩ። ኣብ ካይሮ ኣብ ቶሮንቶ ገጽ ብገጽ ተራኺቦም እዮም ገለ ግዜታት ደሓር ኣብ ስምምዕ በጺሖም ጀሚሮም እቲ ናይ ሳተላይት ፕሮግራም። ሓደ ካብቲ ጀማል ዝሓተቶ እንታይ ነይሩ ኩሉ እቲ ትገብሮ ዘለኻ ፕሮግራማት ብሽም ኤሪትሪያ ናይንቲን ሲክስቲ ዋን ይውጻእ ኢልዎ ርድኢ ከኣ ኣነ ብራንድ ኣለኒ ኣለና ቲቪ ዝብል ብኡ እየ ዘውጽኦ እምበር ብኻልእ ሽም ኣየውጽኦን እየ ኢሉ ኣብዩ ኤኒወይ ብኡ ተሰማሚዖም ብኡ ይሰርሑ ነይሮም ደሓር ድሕሪ ቁሩብ ግዜ ሓደ ኤዲቶርያል ብናይ ሱዳን ዝምልከት ርእሰ ኣንቀጽ ዓይነት ጽሑፍ እዩ ነይሩ። ንዕኡ ንኸንብቦ ኣብ ረድኢ ሰዲድዎ። ረድኢ ከኣ ኣንቢብዎ እዚ ምስቲ ናተይ ፖሊሲ ወይ ምስቲ እምነታተይ ስለ ዘይከይድ ኣየንብቦን እየ ኢሉ ኣብዩ ካብኣ ተፈላልዮ። ሕጂ ኣብቲ ግዜ እቲ ሓደ ሰብ እድውለለይ ይብለኒ ሳልሕ እዚ ቪድዮታት ናትካ ናይ ነጋሪትሲ ኣብዛ ናይንቲን ሲክስቲ ዋን ትብል ሳታላይት ርእየዮ እብለኒ ኣበይ ይኾን ኣብዚ ኢማሬት ድዩ ኣብ ገለ ኣብ ወላ ኣብ ስዑድያ ወላ ኣብ ዓዲ ይፈልጥን ኣረጋጊጽካ ኣረጋጊጸ ብዓይነይ ዝርእየዮ ገለ እብለኒ ሽዑ ነዚ ጀማል እድውለሉ ኣብዚኣ ሓንቲ ነገር ክነግረኩም እቲ መጀመርያ ክዘራረብ ምስ ጀመርና እታ ቀዳመይቲ ነገር ዝበለኒ እንታይ እያ እዚ ዋትስኣፕ ኣይጥቀም መሰንጀር ኣይጥቀም ካልእ ኣይጥቀም ኩሉ እዚ ኖኖኖኖ ኖኖኖኖ ኖኖኖ እንታይ ደኣ ተበልኮስ ቦቲም ዝበሃል ኣፕ ኣሎ ንዕኡ ዳውንሎድ ግበር ብኡ ጌርና ኢና ንራኸብ ኢሉኒ እንታይ እዩ ዝሰሚዐሉ ዘይፈልጥ ኣፕ ኢሉ መዓልቲ መዓልቲ ኣፕ እንዳገበርኩስ ነፍሲ ወከፍ እዚኣ የጥቀም እዚኣ ግበር ኢሉንስ የሸግር እዩ ኣይክእላን እዚኣ ኢለዮ ድሓር ሕራይ ክፍትን እስኪ ክርእየ ኢለ ከይደ መጽናዕቲ ገይረላ እታ ቦቲም ትባል እንታይ ምዃና ብዙሕ ደስ ዘይብል ነገር ረኺበ ኣብ ኢማራት ንሳ ጥራሓ ትፍቀድ ደሓር ክንዛረብ ኮለና እብሎ ኣለኹ ስማዕ ጀማል ኢለዮ ምስ ጸጥታ ናይ ኢማራት ርኽክብ ኣለካ ኢለዮ ላላላላላ ኢሉኒ ዲፈንሲቭ ኮይኑ ክሕይልዋ የብለይን ኢሉኒ። ምስ መሓመድ ዳሕላን ወይ ምስቶም ምስኡ ዝሰርሑ ሰባት ምስኣቶም ርኽክብ ኣለካ ኢሉኒ። መሓመድ ዳሕላን ነዞም ዘይትፈልጡ ፍልስጢናዊ እዩ። ናይ ጸጥታ ናይ ፒኤልኦ ሓላፊ ዝነበረ እዩ። ድሕሪኡ ድሕሪ ሞት ናይ ያስር ዓረፋት ገለ ድሕሪኡን ቁሩብ ጸኒሑ ይመስለኒ ኢማሬት መጺኡ ናይ መሓመድ ብን ዛይድ ኣማኻሪ ኮይኑ እዚ ኩሉ ስራሓት ዝገብሮ ኣብ ሊብያ ኣብ ሱርያ ኣብ ሱዳን ሱዳን መጺኡ ነይሩ ኢትዮጵያ እውን መጺኡ ነይሩ። ብዙሕ ስራሓት ይሰርሕ እዩ ሕጂ ብጸጥታዊ ስራሓት እዩ ዝጥርጠር ግን ንሱ ኣማኻሪ እዮም ዝብልዎ ኣማኻሪ ተኾንካ ኩሉ ተመኸር ኦፍ ኮርስ ሕጂ ምስ እቲ ምትእሰር ኣለካ ወይ ምስቶም ሰብኡ ኢሉ ኖ የብለይን ኢሉኒ ነጺግዋ ግን ደስ ኣይበሎን እቲ ሕቶ ናተይ ስለምንታይ ካብዚ ኩሉ ደቂስካ ነርካስ ብድድ ኢልካ ኦ ገንዘብ ኣኪበ ኣለኹ ሕጂ ገንዘብ ኣለኒ እሞ ክቃለስ እየ ኢልካስ I don't know ኢለዮ ክመጽኣሉ ኣይከኣለን ግን ግዜ ሃበኒ ከጽንዖ ገለመለ ኢለዮ ንዑ እንዳጽናዕኩ ከለኹ እዩ እዚ ወዲ ቪድዮኻ ኣብ ሳታላይት ናቶም ርእዮዮ ዝበለኒ ብቕጽበት ክትገብራ ዝደልየካ ኢለዮ ኩሉ እቲ ቪድዮታት ናተይ ዘሎ ተልግሶ ካብቲ መስመራት ናትካ እዩ እሞ ኣቶም ገለ እቶም ሰራሕተኛ ከምዚ ተኾኑ ዝተመሓደርቲ ከምዚ ዝኾኑ ወላ ቢቢሲ እቲ ብሚእቲ ሰባት ኣለዉ በበይኖም ዝሰርሑ ዘለዉ ከምኡ ጌሩ ተዛሪቡኒ። ኣይ እስኻ እንድኻ ተመሓዳድሮ ዘለኻ እስኻ እንድኻ በዓል ገንዘብ ኢለ ትማሊ ጀሚርካ ሕጂስ ከምዚ ዓቢ ኦርጋናይዘሽን ጌርካ ተዛርበኒ ኢሉ ከመይ ዘይትፈልጥ ኢለ እስኻ ዘይትፈልጦ ነገር ወጽእ ኣሎ ማለት ድዩ ካብኣ እንታይ ከም ዝገበረ ኣይፈልጥን ተዓጽዩ እቲ ሳተላይት ተዓጽዩ እቲ በቃ ተዓጽዩ ኩሉ ደሓር ህልም ኢሉ ጠፊኡ ድሕሪ ክንደይ ኣብ ኢትዮጵያ ኣሎ ገለ ሰሚዐ ደሓር ከኣ ተመሊሱ ኦይ ኢማራት ተመሊሱ ኣሲሮሞ እንድዮም ለማ እቶም ጸጥታ ኣሲሮሞ ሕጂ ገለ ጌሩ ይኸውን ወይ ገለ ካብቲ ዝበልዎ መምርሒታት ወጺኡ ይኸውን ወይ ብኢደ ዋናንኡ ገለ ጌሩ ኣሎ I don't know ዝኾነ ነገር ክኸውን ይኽእል እዩ እዝን እዝን ክብል ኣይክእልን ስለ ዘይፈልጦ ግን ኣሲሮሞ ተኣሲሩ ሕጂ ቀረባ ወጺኡ ካብ ዝወጽእ ኣፉ ሒዙ ይነብር ኣሎ። ቅድሚ ዓሰርተ ዓመታት ኣቢሉ ይገብር ኣብ ሱዳን ሰንዱቕ ኣዕማር ሸርቒ ሱዳን ዝበሃል ናይ ምብራቕ ሱዳን ናይ ምዕባለ ሰንዱቕ እዩ። ገንዘብ ማለት እዩ። ከምኡ ተዋጺኡ ብሓደ ንእሽተይ ትካል የካይድዎ ነይሮም ኣብኡ። እቲ ገንዘብ ካብ ኢማራት እዩ ዝመጽእ ነይሩ። ነቲ ሰላም ከንግሱ ወይ ክሰማምዑ ገለ ተባሂሉስ ከምዚ ጎዲሉና እዚ ጎዲሉና ኢሎም ብዙሕ ይሰሓሓቡ ነይሮም ኣብ ዓዋተ ኣለኩም ጽሒፍና ነርና ብዛዕብኡ ሕጂ እቲ ከፈላልዮም ዝኽእል ነገር መብዛሕትኡ ገንዘብ ክፍታሕ ስለ ዝኽእል እቶም በዓል ኢማራት ገለ ከኣ እቲ ገንዘብ ዘለዎ ከኣ ገንዘብ ኩሉ ይፈትሕ ኢሉ እንድዩ ዝሓስብ መዓት ገንዘብ ወሪዱ ሕጂ እቲ ገንዘብ ብዙሕ ስለ ዝኾነ ኩሎም እቶም ፖለቲካዊ ተጠቀምቲ ኣብቲ ከባቢ ዝነበሩ ነናቶም ክወስዱ ጀሚሮም። ኣነ ከምዚ ፕሮጀክት ኣለኒ፣ ኣነ ከኣ ከምዚ ፕሮጀክት ኣለኒ፣ ከምዚ ፕሮጀክት ኣለኒ ኢልካ ኩሉ ክመቓቐሎ ጀሚሩ እቲ ተጠቃማይ ኣብኡ ዘሎ። ኣብኡ ገለ ኤርትራውያን ነይሮም ከምዚ ብጫሌዳ ዝኣተዉ ምስ ሓደ ሰብ ከምዝን ከምዝን ኣለኒ ኢሉ ዝኣኽሎ ወሲዱ ንዕኦም ከኣ ኣካፊልዎም ብዙሕ ኮንፊዥን ፈጢሩ ነይሩ ኣብቲ ግዜ እቲ ናይ ተቓውሞ ኩነታት። እዚ ድሓን ንካልእ ግዜ ይኹነልና እዚ ናይ ሜምዋር እዩ። ኣብቲ ግዜ እቲ እምበኣር መሓመድ ዳሕላን ዝበሃል ቅድሚኡ ብዙሕ ኣይፈልጦ ነይረ ድሕሪኡ እየ ኣድቂቐ ከጽንዖ ዝጀመርኩ። መሓመድ ዳሕላን ልክዕ ከምኣ ገይሩ ከሰላ ፕራይቨት ነፋሪት ገይሩ መጺኡ እቶም ናይ ሱዳን ይኹን እቶም ገለ እቶም ዘድልይዎ ዝነበሩ ሰባት ኣብኣ ኣብታ ነፋሪት ረኺብዎም ኣብኣ ውዒሉ ሽዑ ምስ ወደእ ስርሑ ነፋሪቱ ገይሩ በሪሩ ከኣ ካብታ ኤርፖርት ተመሊሱ። እሞ ሕጂ እዞም ፍሪላንሰር እዞም ብውልቆም ዝንቀሳቐሱ ዝነበሩ ሰባት ዕስራ ኣርባዕተ ሰዓት ስምዕታ ተዋሂቦም ካብ ኢመሬት ምስ ተሰጉ እቲ መጋርጃ ናይ ትያትር ምሽ ፓርት ዋን ፓርቱ እንዳበልካ ምሽ ዓጾ ዳሕራይ ከዓኒ ካልኣይ ክፋል ይኽፈት ገለ ከምኡ ሕጂ እታ ናይ መጨረሻ ክፋል እታ መጋርጃ ተዓጽያ ኣላ መዓስ ትኽፈት ኣይፈልጥን ምስ ተኸፍተት ድሕሪ ገለ ረኺበ ክነግረኩም ክሳብ ሽዑ መጋረጃ ስዑ ትንጥልጡ ጸሎት ከኣ ግበሩ እንድሕሪ ትኽእሉ ኮንኩም ተስፋ ከኣ ግበሩ ኩሉ ከምዚ ክሕቆን ከሎ ኣብ ሓደ ይበጽሕ እዩ ተባሒኩም ኣሎ